ከመይ ቀኒኹም ኩቡራት ተኸታተልቲ ዳሓን ዶ ቀኒኹም ሎም ማዓልቲ ንእሽቶ መደብ ንእሽቶ ሓበሬታ ሒዘልኩም መጽየ ኣለኹ ንእሽቶ ግዜ ውን ምሳኹም ከሕልፍ ኢለ ኣለኹ ከም ዝዝከር ሓሙሽተ መደባት ወዲእና ኣለና እዚ ማለት ሓምሻይ ዙር ትሕዝቶ መደባተይ ዝሓለፈ ሰሙን ተዛዚሙ ኣሎ ሎም እምበኣር ሓድሽ ሓበሬታን ምሳኹም ዝካፈሎ ኣገዳሲ ነገርን ስለ ዘሎ መጽኤኩም ኣለኹ ንሓጺር እዋን። ናይ ሎሚ ትሕዝቶይ እንታይ እዩ ክኸውን ብዛዕባ ዝሓለፈ መደባት ከመይ ከም ዝነበረ ከምኡውን ዘለና ሓበሬታ ከካፍለኩም እየ። ከም ዝዝከር ካብ ወርሒ ሓደ ክሳብ ሕጂ ንኣስታት ትሽዓተ ወርሒ ሰሙናዊ ዝተፈላለየ መደባት ከዳልወልኩም ጸኒሐ ኣለኹ። ብዘይካ እቲ ኣብ ነፍሲ ወከፍ ሲዝን ወይ ከኣ ዙር ንወስዶ ዝነበርና፣ ክልተ ቅኔ ማለት ስራሕ ንምድላው እንገብሮ ዝነበርና ቀጻሊ ሰሙናዊ ሓደ መደብ ሒዝና ንትሽዓተ ወርሒ ምሉእ ምሳኹም ጸኒሕና። መደባትና ዘዳለናልኩም መደባት ፈቲኹሞ ክትኮኑ ተስፋ ይገብር። ከመይ ከም ዝነበረ ብቐጻሊ ክትጽሕፉለይ እውን ደስ ይብለኒ። እቶም ትጽሕፉለይ ዘለኹም የቐንየለይ ብጣዕሚ የቐንየለይ የመስግነኩም። እቶም ብድሕሪ ሕጂ እውን ርእይቶ ዘለኩም ወይ እውን ገምጋም ዘለኩም ወይ ሓፈሻዊ ከመይ ከም ዝነበረ ክትነግሩኒ ትደልዩ እውን ገና ክትጽሕፉለይ ትኽእሉ ኢኹም። ከም ዝገለጽክልኩም ንትሽዓተ ወርሒ ሙሉእ ሰሙናዊ ብዘይካ እቲ ስራሕ ክነዳሉ ክልተ ሰሙን ኣብ ደድሕሪ ሓሙሽተ መደባት ንገብሮ ዝነበርና ዕረፍቲ ሰሙናዊ ከዳልወልኩም ጸኒሐ ኣለኹ። ኣብዚ ክርስዖ ዘይደሊ ድማ ነዚ ንትሽዓተ ወርሒ ብዘይ ዝኾነ ይኹን ዕንቅፋት ክሳብ ኣብዚ ዝበጽሐ ስራሕይ ብምትብባዕኩም ስለዝበጻሕክዎ ንኹሉኹም ኣብዚ ዘለኹሞ ከመስግነኩም ይፈቱ። እምበኣርከስ ኣብዚ ዝሓለፈ መደባት ከመይ ከመይ ዝበለ ትሕዝቶታት እየ ዘቕርብ ነይረ። እቲ ትሕዝቶታት ኩሉ ንገሊኡ ንስደት፣ ማሕበራዊ ናብራ፣ ትምህርቲ፣ ስነ-ጥበብ ዝተፈላለየ ትሕዝቶታት እዩ ነይርዎ። ገሊኡ ነይሩ ብውልቀይ ኣዝዩ ዝተንከፈኒ ዛንታታት ብድሆ ናብራ፣ ናይ ስደት ጉዕዞ፣ ተስፋ ምቑራጽ፣ ሓጎጽጎጽ ክሰምዕ ከለኹ ካብ ገሊኣቶም ክሳብ ንገሊኡ መደባት ክመርሖ ክቕጽሎ ዓቕሚ ዝስእነሉ እዋን ነይሩ፣ ኣብ ስምዒት ዝሸመኒ መደባት ነይሩ፣ ገሊኡ መደባት ወይ ገሊኦም ኣጋይሽ ድማ ሓሳባቶም ዘሐጉሰኒ ደስ ዝብለኒ ጽቡቕ ሞራል ዝበኒ ነይሩ፣ ናይ ገሊኦም ድማ ከም ዝሓስብ ዝገብረኒ ዝተፈላለየ ዝተፈላለየ ትሕዝቶታት የቕርብ ነይሩ። ንዓይ ድማ ከም ሰብ ኣብዘን ዝሓለፋ ትሽዓተ ኣዋርሕ ኣዝዩ ፍሉይ ናይ ስራሕ ተመኩሮ እዩ ነይሩ። ብውልቃዊ ዛንታ ኣዝዩ ዝተንከፈኒ ዕላል ወይ ዛንታ ወይ ተመኩሮ ሰባት ነይሩ። ኣብ ማሕበራዊ ብድሆ፣ ሕብረተሰብ፣ ስደት፣ ውልቃዊ ዛንታ ሞትን ሕየትን ማእከላይ ባሕሪ፣ ብድሆታት ናይ ስደት፣ ብድሆታት ናይ ናብራ ኣዝዩ ብዙሕ። ነብሰይ ክቆጻጸር ክሳብ ዝሽግረኒ ገለ ሰባትን ታሪኾምን ንዓይ እውን ኣብ ስቱድዮ ነቲ መደብ ክመርሖ ፈታኒ ዝኾነ ተመኩሮ ነይሩ፣ ገሊኡ እውን ናብ ስምዒት ዘእትወኒ ነይሩ። ብዘይካዚ እውን ኣዝዮም ጽቡቕ ትምህርቲ ዝረኸቡ ወይ ዝተማህሩ ኣብ ዝሓሸን ዝለዓለን ቦታ ዝርከቡ ኤርትራውያን ሞያውያን፣ ብውልቂ እውን ተመክሮ ክለዋወጥ ክኢለ ነይረ። ብዘይካዚ ብዝሒ ተቐባልነት ዘለዎም ማለት በህዝቢ ኣዝዮም ፍትዋት ስነ ጥበበኛታት እውን ኣብ መደበይ መፂኦም ዛንታ ስደቶም፣ ዛንታ ስረሖም፣ ዘለዎም ሓሳባት ኣካፊሎምና ነይሮም። ገሊኣቶም እውን ብድሆታቶም ኣብ ህይወት፣ ናይ ጥዕና ኩነታቶም፣ ከምኡ እውን ኣብ ውልቃዊ ህይወቶም ዘጋጠሞም ሓርጎጽጎጽ ኣብዚ መድረኽ እዚ መጺኦም ኣካፊሎምና ነይሮም። ደሃይ ኣጥፊኦም ዝነበሩ ስነ-ጥበበኛታት እውን ኣብዚ መድረኽ እዚ ርኢናዮም ነይርና። ተደናጊረ እምበር ምልላይ ስኢነኩም ገጽኩም ተለዊጡ ንምግዛእ ኣሪግኩም። ሕንቕንቕ ኢሉኒ በርቲዑ ናፍቖተይ መልሳኩም ምስ ረኣኹ ፍቱዋት ወለደይ።
ብዘይካዚ እውን ተመሃሮ ከምኡ እውን ኣብ ለይታዊ ህይወት ዝዓዩ ከም ዲጂታትን ካልኦት ኣዘናጋዕትን ዝኣመሰሉ ሰባት እውን ሒዘልኩም ቀሪበ ነይረ። ኣብ ስነ ጽሑፍ፣ ደርፊ፣ ግጥምን ቅብኣን ዝዓዩ ዝተፈላለዩ ክኢላታት እውን ኣብዚ መድረኽ እዚ ቀሪቦም ነይሮም እዮም። ንጥፈታት ስፖርት እውን ሸፊንናዮ ነይርና። ብዘይካዚ እውን ዓበይቲ ቦታት መራሕቲ ሃይማኖት ኣብዚ ኣጋጣሚ እዚ መፂኦም ናቶም ሓሳባት እውን ኣካፊሎምና እዮም። ብዘይካዚ እውን ንከባቢ ሰብዓ ዓመታት ንድሕሪት ተመሊሱ ዛንታ ስነጥበብን ስነጥበበኛታትን ማትኣ ብድሕሪኡ ዝነበሩ ዝተፈላለዩ ተቓለስቲ ስነጥበበኛታትን ከዘንትወልና ዝኸኣለ ዝነኛ ስነጥበበኛ ክቡር ኣቦ እውን ኣብዚ ስትድዮና ተረኺቡ ዕላል ገይሩ ነይሩ። ከምዚ ክገልጾ ዝጸናሕኩ ንከባቢ ትሽዓተ ኣዋርሕ ነዚ ስራሕ ኩልና ኣባላት ብዘይ ዕረፍቲ ክነካይዶ ጸኒሕና ኣሎና። ድሕሪዘን ዝሓለፋ ናይ ሓምሻይ ዙር መደባተይ ድማ ሕጂ እውን ዕረፍቲ ክህልወና'ዩ። ከምቲ ኩሉ ግዜ ጽቡይ ነገር ድሕሪ ሓሙሽተ መደባት ዕረፍቲ ንወስድ ኢና። ሕጂ ግን ክልተ ቅነ ጥራይ ኣይኮንናን ንወስድ። ኩሉ ግዜ ክልተ ቅነ ኢና ንወስድ ኔርና ንሱ ከኣ ሓደሽቲ መደባት ንዓኹም ንምድላው። ሕጂ ግን ኩልና ኣባላት ብዘይ ዕረፍቲ ንሽዓተ ወርሒ ስለ ዝሰራሕና ኣብዛ እዋን'ዚኣ ክረምታዊ ዕረፍቲ ክህልወና እዩ። እምበኣርከስ መዓስ ሓደሽቲ መደባት ሒዘ ወይ ብዝተፈልየ መንገዲ ሒዘ እምለሰኩም ኣብ ዝሓጸረ ክነግረኩም ተስፋ ኣለኒ። ተስፋ እገብር ግን ብዝሓሸ ኣቀራርባ፣ ብዝበለጸ ስራሕ፣ ምስ ዝተፈላለዩ ጋይሽ ክንምለሰኩም ኣብ ዝሓጸረ ክንምለሰኩም ከለና ግን ከምቲ ኩሉ ግዜ ዝገብሮ ኣቐዲመ ክሕብረኩም እየ። ንኹሎም ኣብዚ ስራሕ እዚ ምሳይ ዝተሳተፉ ኣባላት ብሙሉኦም ቲም ናይ ስራሕ ጽቡቕ ናይ ዕረፍቲ ግዜ ይምነየሎም። ንዓኹም ኣዝየ የመስግነኩም። ነስራሕ ኣብዚ ክበጽሕ ናትኩም ተሳትፎ እዩ። ንኹሎም ነስራሕ ክዉን ዝገበሩ ኩሎም መሳርሕተይ ድማ በዚ ኣጋጣሚ የመስግኖም። እምበኣርከስ ድሕሪ ዕረፍቲ ክንራኽብ ኢና። መዓስ ከምራኸብ እውን ክነግረኩም እየ። የቐኔለይ። ክሳብ ሽዑ ግና ሰላም ወሰናይ ኣብ ዘዘለናዮ ንኹልና ድሓን ኩኑ።